ዝበዝሐ ሰብ ሓዳር ስነጥበባውያን ኣይቀውምን እዩ ዝብል ሓቂ ድዩ? ኣብ ዓለም ስነጥበብ እውን ሓዳር ማለት ንሞያኻ ናይ ሞት ፍርዲ እዩ ክበሃል ሰሚዕና ነይርና። እቲ ማሕበራዊ ሚድያ እትርእይዎ ፍሽኽታ ንዓመታት ዝተዋስኡሉ ዓቢ ናይ ሓሶት መድረኽ እንተኾነኸ? ሎሚ ነዘን ሕቶታት ዝምልስ ታሪኽ ዝውንኑ ስነጥበባውያን ሰብ ሓዳር ድሕሪ መጋረጃ ዘጋጥሞም መሪር ብድሆታት ክንርኢ ኢና። ናብ ወላ ሓደ ከይትኸዱ ምሳና ጽንሑ። መበል ሻምናይ ደረጃ ዝሓዙ ድማ ነዚ ይመስሉ። ሓደ ግዜ እዩ። ኣብ ሳንታኦቶ መርዓ ናይ ዶክተር ኣርኣያ ነበረ እሞ ሓደ ሎሚ ብሙዚቃዊ ስርሓት ኣብ ዝለዓለ ቦታ በጺሑ ዘሎ ስነ ጥበባዊ ኣብ ክሊ ዕድመ ዓሰርተታት እዩ ነይሩ። ኣብቲ መርዓ ምስ መሳተኡ ብምዃን ከሳስዩ ውዒሎም፣ ገሊኦም ኢድ ኣሕጽቡ፣ ገሊኦም መኣዲ የልዕሉ፣ ኮታስ ኩሉ ወዲኦም ኣጋይሾም ኣፋንዮም ኩሉ ዕዱም ከይዱ መኣዲ ክበልዑ ኮፍ ይብልኩ። ሽዑ መኣዲ ይመጽእ። ምስኡ ከ እንታይ መጽዩ ስዋ። ኩሎም ኣብዮም፣ ክልተ ግን ሕራይ ይብሉ። ሓደ ካብቶም ክልተ እምበኣር በዚ መዓልቲ እዚኣ ሳጓ ዝለገበቶ ናሆም ዮሃንስ መስተይ ነይሩ። ናሆም ምስ ኣደ ክልተ ደቁ ዝኾነት በዓልቲ ቤቱ ስነ-ጥበባዊት ኣድያም ስብሃቱ ብውሩይ ስነ-ጥበባዊ ክፍሉ ዳኞም ኢሌልኦም ፈሊሙ። እዞም በብወገኖም ናብ ህዝቢ ብኣዝዩ መሳጢ መንገዲ ዝቐርቡ ዝነበሩ ስነ-ጥበባውያን ሌልኦም ናብ ፍቕሪ ማዕቢሉ፣ ብዙሕ ናይ ቤተሰብ ሓርጎጽጎጽ ድሕሪ ምሕላፍ ድማ ናብቲ ምዉቕ ዝነበረ ሓዳሮም በጺሖም። ንሃምን ኣዳምን ምስ ተብዓይኒ ሰብ እትዋት ናይ ሚድያ ሰባት ምዃኖም ብዙሕ ፈተነታት የጋጥሞም ነይሩ እዩ። ኩሉ ግዜ ድሓን ሓንቲ መዓልቲ ግን ዘይድሓን ከም ዝበሃል ግን ቦኽሪ ጓሎም ሓቚፎም ድሕሪ ዝተወሰነ ዓመታት ናብ ናይ ምፍልላይ ውሳነ ዘብቅዕ ኣብ መንጎኦም ግጭት ተፈጥረ። ንንውሕ ዝበለ ግዜ ኣብ ከምዚ ዓይነት ህሞት ጸኒሖም። ብድሕሪኡ ግን ኣምላኽ ክገብር ኣብ ዕርቂ በጽሑ። እቲ ካልኣይ ውላዶም ድማ ፍረ ዕርቆም ኮነ። ሻብዓይ ደረጃ ዝሓዙ ስደት ኣብ መንጎ ዝኣተዎም ሰብ ሓዳር ድማ ኢሰያስ ሳልሕ ራሻ ምስ ሄለን ተስፋዮም። እዞም ክልተ ኣብ ስነ ጥበብ ዓለም ዝነጥፉ ዝነበሩ ደራፋይን ተዋሳኢትን ብ ኣርባዕተ ሰነ ክልተ ሽሕን ዓሰርተ ሽዱሽተን ቀዳም መዓልቲ እዮም ተላልዮም። ኣበይ? ኣብ መርዓ ናይ ካልእ ሰብ። ንሳ ከም ፍቕሪ ትገልጾ ንሱ ድማ ሄሉ ማለት ንዓይ ህያብ ፈጣሪ'ያ ኢሎም ዝገላለጹ ሰብ ሓዳር። ኣብ መጀመርታ ግዜ ፍቕሮም ኢሳያስ ንፍቕሪ ክሓትት እንከሎ ሄለን ውን ኣብ ቀረባ ጸኒሓ መስለኒ ዓይና ሓሰየት። ወግዓዊ ፍቕሪ ተጀሚሩ። ብዕለት ዕስራን ክልተን ወርሒ ሰለስተ ክልተ ሽሕን ዕስራን ጽብብን ምቅርን ዝበለት ጽምብል መርዓ ኣብ ጾም ኣካየዱ። ድሕሪ'ዚ ምዉቕ ሓዳሮም ጀሚሮም ገለ ዓመታት ከምዚ ኢሎም ቀጺሎም። ሄለን ግን ካልኣይ ቆልዓ ነፍሰጾር ኣብ ዝኾነትሉ ግዜ ነቲ በዅሪ ወዳ ሒዛ ናብ ስደት ኣምረሐት። እንተኾነት ዘሰንብድ ነገር ሕጂ እዩ ተፈጢሩ። ሄለንን ኢስያስን ካልኣይ ውላዶም ሓቚፎም ከዕብዩ ኣይከኣሉን። ውላዶም ብሞት ተጎዲእዎም። መሪር ሓዘን እውን ኣሕሊፎም። ዘሕዝን እዩ። ሄለንን ኢሳያስን ኣብ በበይኑ ሃገር'ኳ እንተሃለዉ ኣብ ቃል ኪዳኖም ከም ዘለዉ ግን ካብ ዝተፈላለዩ ቃለ መሕትት ሰሚዕናዮ ኢና። መበል ሻድሻይ ደረጃ ሂብናዮም ዘለና ድማ እቶም ንኣሽቱ ክንሶም ከም ኣዝዮም ብሱላትን ህዱኣትን ዝፍለጡ ሜሮን እስጢፋኖስ ዘማች ምስ በዓልቲ ቤቱ ሮዝ ሰማያዊት ሓይለኣብ እዮም። እዞም ክልተ ብስነ ጥበብ ዓለም ንሱ ብሙዚቃ ንሳ ድማ ብቃለ መሕተትን ብስነ ጽሑፍን ከባቢኡን ዝነጥፉ ዝነበሩ ስነ ጥበባውያን ሞያዊ ተሳትፎኦም ኣብ ዘበርክቱሉ ዝነበረ እዋን እዩ። ሓደ መዓልቲ ሜሮን ኣብ ሓደ እንዳ ሻሂ ምስ ሓደ ዓርኩ ኮፍ ኢሉ ሻሂ ይሰትዩ ነበሩ እሞ ሰማያዊት ድማ ምስ ሓንቲ ካልኣይታ ናብቲ ቦታ ትመጽእ። ድሕሪ ምዉቕ ሰላምታ ምልዋጥ ምዉቕ ሰላምታ ዝነበረሉ ምኽንያት ሰማያዊት ነቲ ምስ ሜሮን ዝነበረ ሙዚቀኛ ዓርኩ ኣብ ግዜ ንእስነታ መምሃርቱ ብምንባራ እዩ። ስለዚ ነቲ ሃዋሁ ናብ ናይ ዕላል መድረኽ ክቕይርዎ ኣይተጸገሙን። እዚ በዓል ውዕለትኡ ዝኾነ ሙዚቀኛ ዓርኪ ሜሮን ድማ ንሜሮን ነታ ናይ መጻኢት ሰበይቱ ንኽረክብ መንገዲ ከፊትሉ እብለኩም። እዞም ፍቑራት ካብተን ጥዑማት ዘሕለፈወን ግዜያት ኣዝያ ዝመቀረት ሃዋህው ፍቕሪ ተፈጢራትሎም። ንሱ ብስራሕ ንሳ ውን ብናይ ውልቃ ጉዳይ በጋጣሚ ናብ ሓንቲ ውቅብቲ ከተማ ይኸዱ፣ ናብ ከተማ ከረን። ስርሖም ኣጻይፎም ሓንቲ መዓልቲ ኣብታ ከተማ ክጸንሑ ምስ ወሰኑ ድማ። ሜሮን ነታ ዘይትድፈር ሕቶ ኣልዓላ፣ ሰማያዊት ምርዓወኒ ፍቓደኛ ዲኺ? ጽቡቕ ነገሩ ንሳ ውን ብኣፋ እያ ደኣ ዘየውጸአት እምበር ኣብ ልባ ዝነበረት እዩ ረኺብላ። ብሉ ሕቶ መርዓ ተቐቢላ ካብ ዝገርመኩም መርዖም ኣብ ሓደ ፍልይ ዝበለ ከምኡውን ንረኣይ ይኹን ንሰማይ ኣዝዩ ደስ ዘብል ቦታን ኩነታትን እዩ ክፅምበል ተሓሲቡ እንተኾነ ግን መርዓ ናይ መርዓውቲ ጥራሕ ዘይኮነስ ናይ ቤተሰብ እውን ስለ ዝኾነ ክፍፀም ኣይከኣለን ግን ኣበይ ከዝተሓስበ መስለኩም እስኪ ንእሽተይ ገምቱ ኣብ መዕበይ ዛኽታማት ግምትኩም ትኽክል እንድሕር ኮይኑ ወይ ድማ ካልእ ዝገመትኩም መልስኹም ኣብ ኮመንት ግደፉለይ ኢኹም ዕለተ መርዕኦም ብኣዝዩ ደስ ዝብል መንገዲ ብቤተሰብን ፈተውትን ሙሙቕ ኢሉ ዝሓለፈ ጽምብል እዩ ነይሩ። ሓምሻይ ደረጃ ዝሓዙ መጻምድቲ እምበኣር፣ ክልተ ኣብ ዓለም ስነ ጥበብ ዓውዲ ተዋስኦ ዓቢ ኣስተዋጽኦ ዘለዎም ስነ ጥበባውያን እዮም፣ ፌበን ሳህለ ምስ ኣማኑኤል ሞዶሻ። ብመጀመርታ እኳ ከም ተራ ስነ ጥበባውያን እንድዮም ዝረኣኣዩ ነይሮም፣ ብዙሕ ጥብቕ ዝበለ ሌላ እውን ኣይነበሮምን። ደሓር ግን ኣብ ሓንቲ ስራሕ ንሱ ከም ዳይሬክተር ንሳ ድማ ከም ተዋሳኢት ኣብ ዝሰርሕሉ ዝነበሩ ግዜ ደሓን ዝኾነ ሰላምታ ክለዋወጡ ጀሚሮም። ሕጂ እውን ደሓን እዩ ዝብል ዘሎ ካብ ዕለታት ሓደ መዓልቲ ግን ተኸታታሊት ፊልም ማጨሎ ፌቨን ዝተሳተፈትላ ስራሕ ቅድሚ ምጅማራ ፌቨንን ዮሃንስ ኣምለሶምን ኣብ ዝነበሮም ናይ ካል ንጥፈታት ቆፀራ ኣማን ዓርኪ ዮሃንስ ኮይኑ ይመፅእ ሽዑ እዮም ኮፍ ኢሎም የዕሊሎም ከም ሰብ ፅቡቅ ገይሮም ተላልዮም ቴሌፎን ተለዋዊጦም ከምኡ ድማ ክደዋወሉ ክኢሎም ቴክስት ክገብሩ ክኢሎም ክገርመኩም ሌሎም ፅቡቅ እዩ ነይሩ እምበር ፍቅሮም ብህልኽ እዩ ጀሚሩ ፌቨን ኣነ ፍቅሪ ይርዳእንን እዩ ትብል ሞዶሻ ድማ ኦይ ዘይከውን ዶ ትዛረቢ ካባይ ከማን ኣይትሓልፍን ኢኺ በዚኣ ዝጀመረት ህልኽ ሒዞም ዳተጓዕዙ ከለዉ ብሕንዚ ፍቕሪ ክልቲኦም ምስ ተለኽፉ ግን እቲ ጉዳይ ካልእ ኮይኑ እሳ እንዳፈከረት ንሱ እንዳተጃህረ መቸም ክልቲኦም ኣብ ባሕሪ ፍቕሪ ጦምቦላሕ ፌቡን ሞዶሻን ሓደ ካብቲ ኣብነታውያን ወይ ከኣ ብሉጻት ሰብ ሓዳር ዝገብሮ ነገር እንተደኣ ሃልዩ ፍቕሮም ብብዙሕ ሕብረተሰባዊ ጸቕጢ ዝተኸበበ ክንሱ ነዚ በዲሆም እዮም ኣብ ብሓንሳብ ምንባር በጺሖም። ምኽንያቱ እዞም ክልተ ፍቑራት ቅድሚ ወግዓዊ ናይ ሓባር ህይወት ምእታዎም ኮነ ቅድሚ ምፍላጦም ፌቨን ናይ ግላ ማለት ካብ ካልእ ሰብ ዝወለደቶ ህጻን ብምንባሩ እዩ ሕብረተሰብ ዘይጸለዎም ፍቕሪ ጥራሕ ኣኻሊ ምዃኑ ዝተረደኦም ኣስፍሕ ኣቢሎም ዝሓሰቡን ዝወሰኑን መጻምድቲ እዮም። እዞም ሰብ ሓዳር ቅድሚ ሕጸኦም ኣብ ፍቕሪ ኣርባዕተ ዓመታት ዝኣክል ጸኒሖም ክንሶም እንትርፎ ብኣካል ዝፈልጦምን ኣብ ከባቢኦም ዝነበረን ሰብ ብፍጹም ኣብ ማሕበራዊ ሚድያ ርክቦም ኮነ መደባቶም ዝፈልጥ ሰብ ሓደ ኣይነበረን። ኣብ ሕጸኦም ኢና ኩላትና ተበሲርና። ኣብ ክልተ ሽሕን ዕስራን ክልተን ወርሒ ሽዱሽተ ድማ ብኣዝዩ ድሙቕ ጽምብል ብኹሎም ስነ-ጥበባውያን ዝማዕረገ መርዓ ተኻይዱ። መበል ራብዓይ ደረጃ ዘለዎም ስነ-ጥበባውያን። እዛ ተዋሳኢት ነዚ ናይ ሕጂ በዓል ቤታ ስነ-ጥበባዊ ክትጸልኦ መዓት እያ ነይራ። ኣዝዩ ውዑይ እንድዩ ነይሩ፣ ዋዒኡ ከኣ ንዓኣ ማራ እዩ ድርብሻ ነይሩ። ዲያና ተስፋይ ምስ ዓወት ገብረጻድቕ። ርክቦም ኣብ ናይ ስራሕ ቦታ'ዩ ነይሩ፣ ኣብ ሓደ ዓውዲ ስለ ዝነጥፉ ማለት'ዩ። ዓወት ኣብ ህዝቢ'ዩ ደኣ ሕዉስ ዉዑይ ገለ እምበር ንድያና እዋእ ከመይ ጌሩ ዓይኑ መሊኡ ክጥምታ። ብዝኾነ እቲ ቀጻሊ ብስራሕ ምርኻብ ናብ ጽቡቕ ሌላ ይወስዶም እሞ ብሜሴንጀር ክጸሓሓፉ ጀምሩ። ኣብዚ ግን ናይ ዓወት ተግባራት ንድያና ኣዝዩም ድነጋራት ፈጢርለይ። ቀትሪ ቀትሪ ዓወት መሳርሕተይ። ምሸት ምሸትከ እዚ ዘይብሃል ናይ ኣድናቖት ቃላት ዝውርውር ሰብ። ንጽባሒቱ ምስ ረኸበቶ ከኣ ከም ሓደ ኖርማል ሰብ ሃይ ሰላም ደሓን ዶ? ኢልዋ እዩ ዝሓልፍ። ካብ ዝገርመኩም ከምዚ ኢሎም እንዳኸዱ ከለዉ ዓወት ናይ ፍቕሪ ሕቶ ምሸት የቕርብ። መጀመርታ መልሲ ሃበቶም። ንጽባሒቱ ንግሆ ስእሊ ነይርዎም ናይ ስራሕ ምስ ተራኸቡ ሰላም ክብላ ከማን ኣይከኣለን። ነዚኣ ሕጅስ እንታይ ትብልዋ? ፍርሒ ድዩ? ሕፍረት ድዩ? ውጥረት ድዩ? ኣነ ከማን ሽም ስኢነላ ኣለኹ። ኩነታቱ ኩሉ ክርዳእ ኣይከኣለን። መጀመርታ ዘይብላክ ንሱ ዓርኪ ኣለኒ ብምባል ሕቶ ፍቕሪ ነጺጋቶ። ክላእ እዚ ሽቕ ኢሉ ይላገጽ'ዩ ዘሎ ኢላ ወደይ። ዓወት ግን ተስፋ ኣይቆረጸን። ብዘይ ምሕላል ብምጓዓዝ ኣብ ፍቕሪ ከጥሕላ ክኢሉ'ዩ። እዞም መጻምድቲ እዚኦም እዚ ኩሉ ክኸውን ኣዲስ ኣበባ ኢትዮጵያ እዮም ዘለዉ። ብድሕሪ'ዚ ዲያና ናይ ምውጻእ ሓሳብ ስለ ዝነበራ ቅድሚ ምኻዳ ክልተ ወርሒ ሕጸ ይገብሩ። ፋሚሊ ይፈልጥ ብጽቡቕ መንፈስ ይሓልፍ። ሽዑ እታ ግናይ ምፍልላይ ትመጽእ። ዲኖ ኣሜሪካ ትኸይድ፣ ዓዊታ ድማ ምስ ውዑይ ፍቕሩን ናፍቖቱን ኣብ ኣዲስ። ድሕሪ ክብድ ዝበሉ ናይ ምፍልላይ ዓመታት ግን ዓወት ፕሮሰስ ይሰልጦ እሞ ናብ ካናዳ ስደቱ ይቕጽል። ዘፍቅራ ሕጢቱ ድማ ናብቲ ንሱ ዝነበሮ ቦታ ትመጽእ ፍቕሮም ይሕድሱ ሓጎስን ፈንጠዝያን ይኸውን ሽዑ ኣምላኽ እውን ኣዋጋ ዓቕሎም ሓንቲ ምጭውቲ ቆልዓ ከም ህያብ ለጊስሎም እዞም ሕጂ ዘዕልለኩም ኣብ መበል ሳልሳይ ደረጃ ሰሪዕናዮም ዘለና ስነ-ጥበባውያን ሰብ ሓዳር ድማ ህይወቶም፣ ሓዳሮም፣ ኣብ ምጥዓማ፣ ኣብ ምምቃራ ብሰንኪ ዘይርጉእ ኩነታት ናይ ሓንቲ ሃገር ንግዚኡ ተኾሊፉ ደለዉ ሰብ ሓዳር እዮም። ዳንኤል መለስን ካፒታል ኣብርሃምን። እዞም ኣብ ስደት ክንሱ ግን ናይ ዓድና ባህሊ ዘንጸባርቑ ራይ ጥምቀቶምን መርዕኦምን ኣብ ሓንቲ ውቅብቲ ዳስ ዘብዓሉ መርዓቲ፣ እቲ ህጻን ውላዶም ገና ከይደልደለ ከሎ እዩ ዳንኤል ኣብ ኢትዮጵያ ኣብ ዝነበረ ዘይተረጋግኤ ኩነታት ዝወለዶ ግፋ መንእሰያት ግዳይ ዝኾነ። ድሕሪ እዚ እውን ናብ ኤርትራ ተመሊሱ ከም ዘሎ ገለ ምንጭታት ሓቢሮም እዮም። ሕቕፎ ሰብኣያ ገና ዘይጸገበት ካፒታል ብድሕሪ ፍቱው በዓል ቤታ ህይወት ከቢድዋ። ክኸብዳ እውን ግድን እዩ። እንተኾነ ግን ብፈተውቱ ኮነ ቤተሰቡ፣ ንዓኦም ብፈተውታ ኮነ ቤተሰባ ሞራላዊን ስምዒታዊ ደገፍ ካብ ምሃብ ዓዲ ዘይወዓሉ ሰባት ተኸቢባ ስለ ዝነበረት፣ ኣብ ትሕቲ ፈጣሪ ኣኻእሎ ክህባ እንዳተመነና ናይ ዳንኤል ደሃይ እውን ኣብ ቀረባ ግዜ ክንሰምዕ ተስፋ ንገብር። እቶም መበል ካልኣይ ደረጃ ዝሓዙ ካብ ሓንቲ ዘልኣለማዊ ሸኻ ዝብል ትርጉም ስብ ዝወነነት ጓል ኣንስተይትን ብሱል ኣተሓሳስባ ዝውንን ወዲ ተባዕታይን ዝውለዱ ቆልዑት መቸም ራሃንዳ ምስጉን ምስ ሰዓረ ፍጹም ወቕቱ ክራማት እዩ ነይሩ። ሰዓረ በደራሽ ባህላዊ ጉዳያት ህግደፍ ናይ ዘርእሰናይ ዓንደብርሃን መደብ ምርኢት ኣብ ዘቕርበሉ ዝነበረ እዋን እዩ። ሓንቲ ካብተን ምርኢት ዘወሃህዳን ዘድምቓን ዝነበረት ጓል ገዛውቱ ንዓኣ እውን ጓል ገዛውታ ትጽውዖ እሞ ሰዓረ ሓንቲ ሰብ ከላለየካ ትብሎ። ንምንታይ ይላለያ ከም ዘለዉን ኣይፈለጠን። ራንዳ ኣብቲ ሰዓት እቲ ህርመት ናይ ምፍጣር ልዑል ዓቕሚ ነይርዋ፣ ከምኡውን ዘመናዊ ማሰ ማለት ሂፕ-ሆፕ፣ ቦክስ፣ ጊታር ባዕላ እንዳተጻወተት ሙዚቃ እትፈጥር ዝነበረት ጓል ኣንስተይቲ እያ ነይራ። ስለዚ እቲ ሌላ ንናይ ስራሕ ሽርክና ዝዓለመ እዩ ነይሩ። ነቲ ውህደት ሙዚቃ ዝሰምዐ ሰዓረ በቲ ስራሕ ኣዝዩ ተመሰጠ። ስለዚ ነቲ ናይ ስራሕ ሽርክና ንሱውን ተሰማምዓሉ እሞ ስርሖም ጀመሩ። ቀስ እንዳበሉ ካብ ብዝሒ ምርኻብ ምዕላል ናብ ምሕዝነት፣ ካብኡ ቀጺሎም ድማ ፍቕሪ በጽሑ። ከም ሞያ ሰዓረ ተዋሳኣይ ጥራሕ ዘይኮነ ደራፊ ውን እዩ። ንሳ ድማ ሙዚቀኛ ጥራሕ ዘይኮነት ተዋሳኢት ውን እያ። እዞም ክልተ ረጋቢት ከም ኣርቲስት መጠን ሰብ ዝተጋነነ ነገር እኳ ተተጸበየ ቅልል ዝበለ ጽምብል እዩ ኔርዎም። እውይ ምስኪናይ ሰዓረ ግን መርዕኡ መዓልቲ እንታይ ከም ዘጋጥሞ ክዕለልኩም። ብዙሕ ግዜ መርዓዊ ወይ መርዓት ኣብ መርዕኦም ብፍላይ ኣብ ወቕቲ መርዕኦም ሳልስቲ ክተርፎ ከሎ፣ ሰሙን ክተርፎ ከሎ ወይ ኣብታ መዓልቲ እቲኣ፣ እንትርፎ ንጽምብል ንኻልእ ኣይትውጽኡ ተባሂሉ እዩ ዝምከር። እዚ ድማ ካብ ጥንቲ ካብ ጥቅምቲ ዝነበረ ባህልና እዩ። ክጥንቀቁ ኣለዎም ማለት እዩ ሰብ መዓልቲ ስለ ዝኾኑ። ቀዳም መዓልቲ እዩ ነይሩ እቲ መርዓ መዓልቲ ማለት እዩ። ናይ ስእሊ መደብ ነይርዎም መርዓውቲ። እንተኾነ ግን ናይ ሓደ ኣገዳሲ ሰብ ዕድመ ትርስዕ እሞ ሰዓረ ከኣ ንጎስ ዓሹ ተሰሲኡ ክዳውንቱ ዳልዩ ወዳዲኡ ኮፍ ኢሉ ይደሉ። ናብራ እንዳ ክኸይድ ይጽበ ማለት እዩ። ናብኣ ሰዓት ክንደይ ክበጽሕ ኣለዎ ሸሞንተን ፍርቓን። ድሕሪኡ እዛ ዕድመ ተረሲዓ ተረሲዓ ይበሃል። በቃ እሞ ደሓን። ኣነ ግዜ ስለ ዘለና ኣነ ከብጽሓ እየ ኢሉ ይብገስ። ምኽንያቱ ብጀካ ሰዓረ ኣብቲ ሰዓት እቲ ነቲ ናይቲ ሰብ ኣድራሻ ዝፈልጦ ሰብ ካልእ ኣይነበረ። ስለዚ ተበጊሱ ክወጽእ ክብል ንጽላል ኢሉ ዝተሰርሐ ናይ ዳስ ሓጺን ናቱ ፓሎ ከይረኣዮ ይሃርሞ። ምህራም ጥራይ ኣይኮነን፣ ንዝተወሰነ ደቓይቕ እውን ሃለዋቱ ጥፊኡ እዩ። ሃንደበት ትስእ ኢሉ እታ ኮይነ ብምባል እንተረኣየ ወዮ ፓሎ ኣላቲምዎ ከም ዝወደቐ እፈልጥ እሞ ለካ ሓቆም እዮም መርዓዊ ካብ ገዛ ኣይወጽእን እዩ ክብሉ ኢሉ እብለኩም። ኣምላኽ ኣውጺእዎ ኣብ መርዕኡ ተፈጊኡ ዝወዓለ መርዓዊ ኮይኑ። ራንዳን ሰዓረን ኣብዚ ሰዓት እዚ ኣብታ ውቅብቲ ከተማ ኣስመራ ምዉቕ ሓዳር ገይሮም ቦኽሪ ውላዶም ሓቚፎም ብሰላምን ፍቕርን ይነብሩ ኣለዉ። እዚኦም መበል ቀዳማይ ተሰሪዖም ዘለዉ ናይ መወዳእታ መጻምድቲ እምበኣር ቅድሚ ገለ ኣዋርሕ መዛረቢ ብዙሓት ሰባት ኣብ መራኸቢ ብዙሃን ኮይኖም ዝነበሩ እዮም። ዮሃንስ ሃብተኣብ ወዲ ቀሪን ምስ ኣይዳ። ወዲ ቀሪን ኣብ ግዜኡ ኣዝዩ ዝድነቕ ስራሕ ዝሰርሐ ስነ ጥበባዊ እዩ። ብዙሓት ፈተውትን ኣድነቕትን እውን ዘለውዎ። ወጋሕ ፈታሕ ኢሉ ወጋሕ ትብል ለይቲ ዘበለ፣ ኣይተሕምምዋ ኢሉ ልቡ ጋል ዝደበሰ እዩ። ኣብዚ ቀረባ ግዜ ዮሃንስ ምስታ ሞዴል ጽባቐ ዝኾነት ኣይዳ፣ ጽብዕቲ ቆልዓ ብምውላድ ጥምቀት ቆልዓን ጽምብል መርዓን ብዝመስል መንገዲ ሓዳር መስሪቱ እዩ። ስም ወዲ ቀሪን ክጥቀስ እንከሎ ድሕሪ'ቲ ስነ-ጥበባዊ ስርሓቱ ኣብ ርእስኻ ዝመጸካ ነገር እንተደኣ ሃልዩ፣ ንልዕሊ ዓሰርተ ዓመታት ዝጸንሐ ሓዳር፣ ክልተ ምቁራት ቆልዑ ዘፍረየት ቤት፣ ስነ-ጥበባዊት ሳምራዊት ኣኽሊሉን እዩ። እንተኾነ ግን እቲ ምኽንያቱ እኳ ብርግጽ እንተዘይፈለጥናዮ፣ ከም ዝሓሰብካዮ ዘይኮነስ ግዜን ኩነታትን ከም ዝመርሓካ እዩ ዝመስል ነገሩ። ሕጂ ድማ ምስ ሞዴል ኣይዳ ምስ ህጻን ጓሉን ይነብሩ ኣለዉ። እምበኣርክስ ፍቱዋት ሰማዕትና፣ ናይ ሎሚ ስነ-ጥበባውያን ሰብ ሓዳር ኣብ ዝብል ስነ-ሓሳብ ዝተመርኮሰ ትሕዝቶና ኣብዚ ኣዚምና ኣለና። ንሃናጺ ርእይቶታትኩም ብኽብሪ ንቕበል። ካብዞም ኣብ ላዕሊ ዝጠቐስናዮም ወጻኢ ዝረሳዕናዮም እንተለዉ ድማ ኣብ ኮመንት ሓሳብኩም ግለጹልና ኢኹም። ክሳብ ቀጻሊ ሼር፣ ላይክ፣ ሰብስክራይብ ከምኡ ድማ ኮመንት እንዳገበርና ሰላምን ጥዕናን ንዓኹም!